ሰላም ሰላም የሕዋት ሰላም ክትህሉ ትምኒት እዩ ናይ ሎምዓንቲ ምፅያ ዘለኹ ከዓኒ ብጣዕሚ ዘሕዝን ዜና እዩ ያው ከምቲ ንሪኦ ዘለና ዓለም ኩሎም ቤተክርስትያንና ድዮም ኣቐሽትና ድዮም ይድፈሩ ኣለዉ ብጣዕሚ እዩ ዘሕዝን ከምኡ ከኣ ንጸሎት ክንገብረሎም ኣለና ኣቡነ ክብረማርያም ሓጎስ ያው ከምቲ ዝሰማዕኩሞ ኣረስት ገይሮሞ ኣለዉ ኦክቶበር ፍፍቲን ኣብ ኣስመራ ኤርፖርት ማለት እዩ ንሱ ከዓ ክልተ ቀሽትና ከዓኒ ፋዘ ምሕረት ተስፋኖስ ን ፋዘር ኣብርሃም ከዓኒ ኣረስት ገይሮሞ ኣለዉ ማለት እዩ ያው ቤተክርስትያና ድፈር ኣሎ ጎይታ ድፈር ኣሎ ብሓፂሩ ማለት ሕጂ ሲ ኣነ ክብል ደልየ ዘለኹ እቲ ክርስትያን ሲ እንታይ እንታይ እዩ ክብል ሕጂ? ኣነስ ንእግዚኣብሄር የገልግሎ እየ ኣነ ክርስትያን እየ ዝብል ሰብ ስኒ እንታይ እዩ ክብል ሕጂ? ዚስ ኢዝ ዘ ታይም ተስቲንግ እዚ ጎይታ ይፍትነና እዩ ዘሎ ኣበይ ኢና ደው ክንብል ምስ ጎይታ ዲና ደው ክንብል ምስ ኢሰያስ ኣፈወርቂ ዲና ምስ ኣድሚንስትሬሽን ዲና ደው ክንብል እዚ ዓቢ ሕቶ ኣብ ሂወትና ዘጠይቀና እዩ። ክርስትያን ክንብል ከለና ኣር ዊ ትሩሊ ክርስትያንስ ኣር ዊ ጎነ ስፒክ ኣጌንስት ዚስ ኢቭል ኦር ኣር ዊ ጎነ ኪፕ ሳይለንት ምክንያቱ ዓድና ከም ድላይና ክንምለስ ስለ ንደሊ ገዛ ክንገዝእ ስለ ንደሊ ነታ ፍላሽ ታናና ስጋና ከነሕጉስ ስለ ንደሊ እዚ ድዩ እቲ ክርስትና

እንታይነቱ ኣፍሊጡ ማለት እዩ። እዚ ኸኣ ጽባሕ ንግሆ ኣብ ቅድሚ እግዚኣብሄር ደው ምስ በለ ክሕተት እዩ። እዚኣ ንዅላና ልቢ ክትኮነና ንመን ኢና ንመርጽ ዘለና ሎሚ ኣለና ጽባሕ ኣለና ህይወትና ፕሮሚሲንግ ኣይኮነትን ግዜ ኣኺሉ እዩ ጋይስ ግዜ ኣኺሉ እዩ ንመን ኢና ምስ መን ኢና ደው ኢልና ዘለና ምስ ኢየሱስ ዲና ወላስ ምስቲ ዲያብሎስ እዚኣ እታ ሕቶ ኩላና ከ እዚኣ ሕቶ እዚኣ ክንምልሳ ኣለና። እግዚኣብሔር ጎይታ ልብና ክፈተልና ግዜ ኣኺሉ እዩ። በጃኹም ሓደራ ኩላና እስቲ ለስቴን ውድ ክራይስት ነቲ ነፍቅሮ ኣቦና ነታ ተፍቅር ኣዴና ምስ ኣደው ንበል ንዞም ኣቕሽትና ቮይስ ንኹኖም እንታይ እና ነርእዮ ንኢየሱስ ንሳኻ ኢና ንበሎ።